ሰላም ሰላም ከመይ ትኾኑ ዝኸበርኩምን ዝኸበርክንን ተዓዝብቲ ኢዛ ዩቱብ ቻናል ሎሚ ውን ከምቲ ልሙድ ኣብዚ ማሕበራዊ ሚድያ ህልውን ኣዛራራብን ከምኡ ውን ሓደሽቲ ዝኾኑ እዋናዊ ሓበሬታ ኣለው ብሓደ ኮይና ክንድህሶም ኢና
ስለዚ ሕጂ ውን ዘይባህሊ ህዝባዊ ግንባር ብንእሽቶን ዓብን ፍጻመታት ሆ ዘይበልኩም ዝብል ሰብ ንጸኒሕ መትከልና ክርድኦ ምዝኽኻር ኣገዳሲ እዩ። ናብ ቅኑዕ መኣዝን ክምለሳን እንከለዋ መንግስቲ ኤርትራ ሓንጎፋይ ኢሉ ከም ዝቕበሎን፣

ሰላም ዶ ክመጸና ይኾን?
እዚኦምን ካልኦትን ዝብሉ ሓደሽን እዋናውን ሓበሬታ ኣለዉ ብሓደ ኮይና ክንድህሶም ኢና ፈለማ ነዛ ዩቱብ ቻናል ኣጋይሽ እንድሕር ሃልዮም ግን ላይክ ሼር ሰብስክራይብ ብምግባር ቤተሰብ እዛ ዩቱብ ቻናል ኩኑ ከምኡ እውን ዝተረኣየኩም ሓሳብ ኣብ ቦታ ኮሞን ፀሓፉለይ ንቐፅል ዕሽምባር ዝኸርኩም ተዓዘብቲ ከም መእተዊ ክኾነና ብህሉውን ሓድሽ እዋናዊ ዝኾነ ሓበሬታ ክንጅምር ኢና። እቲ ሓበሬታ እውን ብዝሓለፈ መዓልታት ብሕወሓት ዝወፀ ሓደሽቲ ዝኾኑ ሕግታት ኣብ ትግራይ ከም ዝፀደቑ ዝፍለጥ ኮይኑ ንዕኡ ስዒቡ ብዙሓት ሰባት ነዚ ዝፀደቐ ሕጊ ይቃወምዎ ነናይ ባዕሎም ሓሳብ እውን ይህቡ ለለዉ እዮም። እስኪ ሓንቲ ቪድዮ ኣላ ተኸታቲልና ኢና ንምፃእ። ገለ ኣካታዕቲ ብክልላዊ መንግስቲ ትግራይ ዝወፀ ሓዱሽ ረቂቕ ኣዋጅ ህላወን ድሕነትን ህዝቢ ትግራይ ንምውሓስ ዝወፀ ኣዋጅ ብሄራዊ ክልላዊ መንግስቲ ትግራይ ዝብል መፀውዒ ዝተውሃቦ ሰነድ ኮይኑ መንግስታዊ ከምዝኾነን ኣብ ክልላዊ ባይቶ ክፀድቕ ትፅቢት ከምዝግበረሉን ይንገር። እቲ ኣርባዕን ኣርባዕተን ገፅ ዘለዎን ኣብ ሽዱሽተ ምዕራፋት ዝተወደበን ረቂቕ ኣዋጅ ኣብ ኢትዮጵያ ብዙሕ ዘይተለምዱን ካብ ስሩዕ ክልላዊ ይኹን ሃገራዊ ሕገ መንግስቲ ወፃኢ ትርጓመታት ዝተውሃቦን ገለ ድንጋገታት ዝሓዘ ኮይኑ ይረእ ኣሎ። ኣብ መእተዊ እቲ ኣዋጅ ድማ ፀላኢ ንውዕል ፕሪቶርያ ኣፍሪሱ ኣብ ልዕሊ ህዝቢ ትግራይ ኩሉ ዓይነት በደልን ግፍዕን ይፍፅም ስለዘሎ ህዝብን መንግስትን ትግራይን ነብሱ ንምክልኻል ተፈጥሮኣውን ሕጋውን መሰል ከምዘለዎን ይሕብር። ናብቲ ረቂቕ ኣዋጅ ከብለኩም እየ። ኣዋጅ ክተት ወይ ድማ ኣዋጅ መኸተ ክበሃል ዝኽእል ኮይኑ ብቕርፁ ይኹን ብትሕዝትኡ ድንጋገ ህፁፅ እዋን ማለት State of Emergency ተባሂሉ ዝተዳለወ ይመስል። ኣብ ቁጠባዊ ሽርሕን ዘይሕጋዊ ምንቅስቓስ ገንዘብን ከምኡ'ውን መድሃኒት ምሕባእ ወይ ድማ ብዝተጋነነ ዋጋ ክሸይጥ ዝተረኽበ ሰብ ክሳብ ሰለስተ ሚእቲ ሽሕ ክቕጻዕ ይኽእል ይብል። ኣብ ርእሲኡ ድማ ኣብዚ ኣዋጅ ዓንቀጽ ሓምሳን ሸሞንተን ሰፊሕ ቦታ ዝተዋህቦ ጉዳይ ነዳዲ ዝምልከት ኮይኑ ነዳዲ ዝሓበኤ ምስ ማይ ሓዊሱ ዝሸጠ ወይ ድማ ኣብ ልዕሊ ንሓይልታት ጸጥታ ዝተኸዘነ ዝኾነ ጉድኣት ዘብጽሐ፣ ዘታለለን ዝሸጠን ካብ ዕስራን ሓሙሽተን ዓመታት ማእሰርቲ ጀሚሩ ካብ ሓምሳ ክሳብ ሚእቲ ሽሕ ብር ክቕጻዕ ከምዝኽእል ይሕብር። ገበናት ኣንጻር ህልውናን ድሕነትን ህዝቢ ትግራይን ከበድቲ ገበናት ግዕዝይናን እንተድኣ ተፈጺሙ ድማ ኣብ ዝኾነ ግዜን ቦታን ብዘይ ትእዛዝ ቤት ፍርዲ ተጠርጣሪ ተታሒዙ ስራሕ ፍተሻን ክካየደሉ ይኽእል ዝብል ተጻሒፉ ኣሎ። እዚ ድማ ንብዙሓት ዘተሓሳስብ ድንጋገ ኮይኑ ኣሎ። ዕጡቓት ብዘይ ትእዛዝ ቤት ፍርዲ ዝኾነ ይኹን ዜጋ ኣብ ቀይዲ ንምውዓል ንምግፋዕን ኣብ ግብሪ ከይውዕል ስግኣት ፈጢሩ ይርከብ። እቲ ኣዝዩ ዘሰክፍ ዘሎ ድማ ኣብዚ ኣዋጅ ካብ ዓንቀጽ ሰላሳ ሓሙሽተ ክሳብ ኣርብዓን ሸሞንተን ዝተደንገጉ ገበናት ካብ ዕስራን ኣርባዕተን ጥቅምቲ ክልተ ሽሕን ዓሰርተ ሰለስተን ኣቋጽራ ፈረንጂ ሰለስተ ሕዳር ክልተ ሽሕን ዕስራን ካብቲ ኲናት ዝጀመረሉ ግዜ ማለት እዩ እዞም ዓንቀሳት እቶም ኣዝዮም ከበድትን ክሳብ ሞት ከቕጽዑ ዝኽእሉን ኮይኖም ኣብ ሕገ መንግስቲ ኢትዮጵያ ኾነ ኣብ ክልላዊ መንግስቲ ትግራይ ዘየለ ወይ ድማ ኣብ ዝኾነ ዓለማዊ ሕጊ ዘይተለምደ እቲ ኣዋጅ ሓሙሽተ ዓመት ወይ ልዕሊኡ ዓመታት ንድሕሪት ተመሊሱ ክሰርሕ እዩ ምባል ሰፊሕ ሕቶ ኣለዓዒሉ ይርከብ። ንስኻትኩም ከብዚ ጉዳይ እንታይ ትብሉ? ኮመንት ግበሩልና። ሕሽማር ዝኾርኩም ተዓዘብቲ ብኻሊእ ወገን ናብቲ ኣዘራራቢ ዘሎ ዛዕባ ክንሰግር ኢና። ንሱ ድማ ብዛዕባ እቲ ፎርጅት ወይ ድማ ዘይሰርሕ ብትግራይ ዝተገዘኣ ፀረ ድሮን ልዕሊ ኣርባዕተ ሚእቲ ሚልዮን ዶላር ዝወደኣ ብዛዕብኡ ብጣዕሚ ኣብዚ ማሕበራዊ ሚድያ ብዝተፈላለየ ሓሳባት እንዳተዘርገሐ ይርከብ እስኪ ሓንቲ ቪድዮ ኣላ ተኸታቲልና ንምፃእ። ፀረ ድሮን ተብሎ የገባው ወደ ኣራት መቶ ሚልዮን ዶላር ኣካባቢ ወጪ የወጣበት ለዛውም ኣክሰሰሪ

በዛ ምክንያት ነው የድሮን ጥቃትም እየደረሰ ያለው። እሺ እምበኣር ዝኾርኩም ተዓዘብቲ ከምቲ ክንከታተሎ ዝጸናሕና እዚ ሓበሬታ ማለት እዩ እቲ ኣብ ትግራይ ማለት እውን ኣብ መቐለ ኮይኑ ፍሉይ ቦታ ኣውኪሓ ክገጣጠም ዝጸንሐ ናይ ጸረ ድሮን መሳርሕታት ፌክ ምዃኑ ወይ ድማ ዘይሰርሕ ምዃኑ ኣብዚ ሕዚ ሰዓት ኣብዚ ናይ ድሮን ጥቕዓት ዝፍጸመሉ ሙከራ ተገይሩ ከምቲ ዝድለ ስለ ዘይኮነ ስለዚ እቲ ንብረት ፌክ ኮይኑ ተረኺቡ ኣሎ እቲ ንብረት እዚ ክመጽእ ዝገበሩ ደብረጽዮን ፈትለወርቅ እዮም ክብል እውን እዚ ሓበሬታ ሓቢሩና ኣሎ ማለት እዩ። ብዝቕፅል እውን እቲ ገንዘብ ካብ ዲያስፖራ ብዝተዋፀ ገንዘብ እዮም ከምዚ ዓይነት ውሳነታት ወሲኖም ብዙሕ ገንዘብ ከሲሮም ክብል እውን እቲ ናይ ዲያስፖራ ዘዋፅኦ ዘሎ ገንዘብ ኣብ ቁም ነገር ኣይውዕልን ክብል እዚ ሓበሬታ ወሲኹ ገሊፁ ኣሎ ዝኾርኩም ተዓዘብቲ። እሺ እምበኣር ዝኾርኩም ተዓዘብቲ ካብዚ ብምዝቕፅል ሓደ ሓዱሽ ዝኾነ ሓበሬታ ናባኹም ሒዘልኩም መፂእ ኣለኹ። እቲ ሓዱሽ ሓበሬታ ንነዊሕ እዋናት ደሃዩ ጠፊኡ ዝነበረ ካሜራ ማን ፊልሞን ማለት እዩ ኣብዚ ሕዚ ሰዓት ብዛዕብኡ ብዙሓት ወረ ይናፈሱ ኣለዉ እዮም። እስኪ ሓንቲ ሓበሬታ ኣላ ተኸታቲልናያ ንምጻእ። ጸሓዩ ካብ ዝጠፍእ ኣስታት ሓደ ዓመት ዘቑጸረ በዓል ሞያ ካሜራ መንኣሰይ ፊልሞን ናብ ኤርትራ ከምዝተጨወየ ዝገልጽ ሓድሽ ሓበሬታ ተረኺቡ። ክኢላ ካሜራ ዝኾነ ፊልሞን፣ ግዳይ ኣብቲ ኣብ መንጎ ህወሓትን ሻዕብያን ዝተጀመረ ጽምዶ ከምዝኾነ ተገሊጹ። መንኣሰይ ፊልሞን ኣብ እዋን ኩናት ትግራይ ጾታዊ ዓመጽ ንዝበጽሐን ደቂ ኣንስትዮ ደገፍ ኣብ ዝህብ ሕዊት ዝተብሃለ ትካል ገባሪ ሰናይ ከም በዓል ሞያ ካሜራ ኮይኑ ከገልግል ምጽንሑ ይፍለጥ። ፊልሞን ብኣቆጻጽራ ኢትዮጵያ ኣርባዕተ ነሓሰ ክልተ ሽሕን ዓሰርተ ሸውዓተን ከባቢ ሰዓት ሸሞንተ ናይ ምሸት ኣብ መቐለ ከባቢ ዓዲ ሓቂ ብባጃጅ እንዳተጓዕዘ ከሎ ምስ ዝተሰወረ ጸብጻባት ይሕብሩ። ደሃይ ፊልሞን ክሳብ እዛ ዕለት እዚኣ ን ዓሰርተ ሓደ ኣዋርሕ ማለት ውን ሰለስተ ሚእትን ሰላሳን መዓልቲ ደሃዩ ዛጊድ ከምዘይተረኸበ ዝፍለጥ ዩ። ኣብ ሓራ መሬት ንዘለዉ ሓይልታት ሰላም ትግራይ፣ TPF፣ ኣዛዚ ከምዝኾነ ዝንገረሉ ጀነራል ገብረዝገቤሄር በየነ፣ ወዲ ኣንጥሩ፣ ንኮርነር ፕረስ ኣብ ዝሃቦ ቃለ መሕተት ፊልሞን ናብ ኤርትራ ከምዝተሰወረ ኣቃሊዑ ኣሎ። ኣብ መንጎ ህወሓትን ኣብ ኤርትራን ዘሎ ስርዓት ሻዕብያ ፅምዶ ዝበሃል ርክብ ምጅማሩ ስዒቡ ሰራዊት ኤርትራ ኣብ ልዕሊ ደቂ ኣንስትዮ ትግራይ ዝፈፀሞም ፆታዊ ዓመፅ መርትዖታት ንምጥፋእ ተባሂሉ ነቲ ክኢላ ካሜራ ግዳይ ገይርዎ ከምዘሎ እቲ ክሲ ኣቕሪቡ ኣሎ። እቲ ክኢላ ዝሓዞ ሓበሬታ መርትዖ ኣሕሊፉ ንምሃብ ፍቓደኛ ብዘይምዃኑ ብህወሓት ተጨውዮም ንመንግስቲ ኤርትራ ተዋሂቦም እዮም ክብል ድማ ወሲኹ ሓቢሩ። ንሱ ይሰርሓሉ ዝነበረ ሕውየት ዝተብሃለ ትካል ክዕጾ ከምዝተገበረን፣ መስራቲኡ መሰረት ሓድሽ ድማ ሃገራ ገዲፋ ክትስደድ ከምዝኸኣለት ሓበሬታ ጀነራል ወዲ ኣንጥርኡ የመላኽት። ትካል ገባሪ ሰናይ ሕውየት ኣብ መንጎ ኩናት ትግራይ ብሰራዊት ሻዕብያ ብልጽግና ጾታዊ ዓመጽ ንዝበጽሐን ኣዴታት ደቂ ኣንስትዮ ዝሕግዝ ዝነበረ ትካል ኮይኑ ድሕሪ ዕልዋ መንግስቲ ጌታቸው ረዳ ታርጌት ሕወሓት ኮይኑ ጸኒሑ እዩ። እዚ ትካል ዝሓዞ ሰነድ ጾታዊ ዓመጽ ድሕሪ ምምስራት ጽምዶ ሕወሓት ሻዕብያ ዓሊፍኻ ክህብ ብላዕለዎት ኣመራርሓ እቲ ውድብ ትእዛዝ ተዋሂብዎ ዝነበረ እንትኸውን ፍቓደኛ ብዘይምዃኑ፣ እቲ በዓል ሞያ ክስወርን መስራቲ እቲ ትካል ድማ ካብ ትግራይ ንክወጽእ ምኽንያት ኮይኑ እዩ። ካብዚ ትካል ዝተረኸበ ሓበሬታ ከምዘረድኦ፣ ኣብዚ ሰነ ጾታዊ ዓመጽ ብጀነራል ትግራይ ዝተዓመጻ ደቂ ኣንስትዮ እውን ከምዘለዋ ሓቢሩ። እዚ ሰነድ እዚ ንከይወጽእ ድማ እቲ ትካል ንክዕጾ፣ ኣብቲ ትካል ዝሰርሑ ዝነበሩ ሰራሕተኛታት ንክህደኑ ምኽንያት ኮይኑ ይርከብ። እሺ እምበኣር ዝኮርኩም ተዓዘብቲ እዚ ሓበሬታ ከምቲ ክንዕዘቦ ዝጸናሕና ማለት እዩ ካሜራ ማን ፊልሞን ካብ ዝጠፍእ ኣስታት ሰለስተ ሚእትን ሰላሳን መዓልቲ ጌሩ ኣሎ ዳርጋ ሓደ ዓመት ደሃዩ ካብ ዝጠፍእ ማለት እዩ። ሕሰብዎ ሓደ ሰብ ብዘይ ምንም ደሃይ ብዘይ ምንም ሙሉእ ዝኾነ ሓበሬታ ብዘይ ምርካብ ድማ ልዕሊ ሓደ ዓመት ቤተሰቡ ኣብ ከመይ ዓይነት ጭንቀት ኣለው ንሱ እውን ብሂወት ኣሎ ድዩ የለን ምንም ዓይነት ሓበሬታ የለን እቲ ሕዚ ዝወፅ ዘሎ ሓበሬታ ከምቲ ዝሰማዕናዬ ግን ጀነራል ወደንጥሩ ማለት እዩ ኣብ ኤርትራ ከም ዘሎ ርግጸኛ'የ ኢሉ ኣብ ዝሓለፈ መዓልታት ኣብ ዝሃቦ ቃለ መሕተት ከም ዝሓበረ'ውን እዚ ሓበሬታ የምልክተና ኣሎ ዝኸርኩም ተዓዘብቲ። ካብዚ ብምቕጻል ሃይለ ደደቢት ብዛዕባ ህሉው ኩነታት ትግራይ ዝተዛረቦ ሓደ ኣዘራራቢ ዝኾነ ዘረባ ኣሎ። ንሱ'ውን ኣብዚ ሕዚ ሰዓት ናይ ኢትዮጵያ ድሮን ኣብ ትግራይ መጥቃዕቲ እንድሕሪ ፈጺመን ካብታ ዝተላዕላላ ንዓኣ መሪጽና ክነጥቅዕ ንኽእል ኢና ክብል ኣዘራራቢ ዝኾነ ሓደ ዘረባ ተዛሪቡ ኣሎ እስኪ ተኸታቲልና ኢና ንምጻእ። ከተማ እንድዩ ክድብድብ
ሰራዊት ተደብዲቡ ምላሹ ካብተን ዝለዓላኣ ዘለዋ ክኾን እዩ ከተማ እንተደብዲቡ እውን ካብተን ዝለዓላኣ ዘለዋ ክኾን እዩ ካብ ባህር ዳር ተላዒለን ዝመፃ ንኣብነት ሸራሮ ዝወቕዐት ካብ ባህር ዳር እያ እንዳተመላለሰት ነይራ ሸውዓተ ግዜ እዮም ወቂዖም ሸውዓተ ግዜ ዘልዓልወን ካብ ባህር ዳር ተበገሳ እየን ህዝቢ ባህር ዳር ኣብዚ ኣይትግበሩልና ኣውፅዎ ኣርሕቁልና እንተደሊኹም ተኾነ ግደፍዎ ተዘይኮነ ግን ኣርሕቁልና ካብዚ እንተዘይ ኢሉ ምናልባሽ እቲ ምላሽ ካሊእ ነገር ሒዙ እንተመፂኡ ከየቁጥዑ ነቲ ህዝቢ ብጋንኡ ምንጋር ኣየደልን ዶ ሰመራ እውን ከምኡ ሕዚኣቶም እዞም ወታደራዊ ቤዛት እዚኦም እዞም ናይ ድሮን ቤዛት እዚኦም ኣድላይ ዝበሃል ናይ ድሮን ሎጂስቲክስ ብምልኡ መሊእናዮም ኢና እቲ ሳፕላይ እውን ከምዘየቋርፅ ወዕል ተፈራሪምና ኢና ይብሉ ሕዚ እውን ይቀርቡ ኣለው እዮም ናብዞም ቤዛት እዚኦም ነቕርብ ኣለና ይብሉ። ናብ ባህርዳር፣ ናብ ብሽፍቱ፣ ናብ ኣዲስ ኣበባ፣ ናብ ሰመራ ሕዚ እውን ነቕርብ ኣለና። ዘይተቋረፀ ናይ ፅዕነታት ዋሕዚ እውን እኒሄ እዚ እዩ ንሕና እውን ኣረጋጊፅና ኢና ናብ ብሽፍቱ ዝኸዳ ኣረጋጊፅና ኢና ንባህርዳር እውን ኣረጋጊፅና ኢና እንዶም ክንደይናይ ዝኣክል ስግኣት ከም ዝነበሮም ዘርኢ መንገዲ ንኽሕሉ ኣርምታት እዮም ኣምፂኦም መንገዲ በብከባቢኡ ተር ኣቢሎም ዳርጋ ዘሕለፍዎ ማለት እዩ ከምዚ ገይሮም እዮም ሕልፎም ስለዚ ጠንካራ ናይ ዲፕሎማሲን ወታደራውን ኣጋርነት ኣለና ኣብዚ ዝተፈላለዩ ሃገራት ይጠቕሱ ዩናይትድ ዓረብ ኤምሬትስ እውን እያ ናይ ቴክኒክ ድጋፍ እውን ንረክብ ኣለና ኢና ይብሉ። እዚው ቅድሚ ሕዚ እውን ኣልዒልናዮ ኢና። ኣብ ባህርዳር ናብ ሱዳን ክሰዱ ከለዉ ናብ ትግራይ ዝመፀት መን እዩ ኦፕሬት ገይርዎ ኣይንፈልጥን። ናብ ሱዳን ዝኸዳ ግን ናይ ሱዳን ሚድያታት የውፅኦ ከም ኣሽማር ዝኸርኩም ተዓዘብቲ ካብዚ ብምቕጻል ካልእ ሓድሽ ሓበሬታ ኣሎ እሱ ውን ተጋድላይ ጠዓመ ዓረዶም ማለት እዩ ናይ ስምረት ኣመራርሓ ዝኾነ ኣብዚ ማሕበራዊ ሚድያ ብፌስቡክ ብፍላይ ክነጥፍ ንፈልጦ ኢና ማለት እዩ ፈጣን ዝኾኑ ሓበሬታ ኣብ ፌስቡክ ፖስት ይገብር እዩ እዞም ሓበሬታ ካበይ ከም ዘምጾም ኣብ ኣውራምባ ታይምስ ቀሪቡ ዝገበሮ ቃለ መሕተት ኣሎ እስኪ ተኸታትልናዮ ንምጻእ። ሓበሬታ እንድሕር ጭክን ኢልካ ተቓሊስካ እንድሕር ውጽእ ኢልካ ተቓሊስካ ዘይትፈልጦ ሰብ ውን ሓበሬታ የብቅዕ እዩ ዘይትፈልጦ በቃ ዘይትግምቶ ሽመይ ንዓካ ኢሉ ወይ ሽመይ ኤክስፖዝ ከይትገብሮ ወይ ዲስክሎዝ ከይትገብሮ ኢሉ ከቢድ ምሽጥራት ይህበካ እዩ ኩሎ እዩ ንፅሕፎ ባይዘ ነቶም ኣብ ትግራይ ዘለዉ ተጋደልቲ ሂወቶም ኣብ ሓደጋ ዘእቲ ምሽጥራት ክበፅሕና ከሎ ላብ ባዕሎም ክበጽሖ ክበጽሖም ብምግባር ክፈሽል ንገብሮ ኢና ልኣብነት ጽዒኖም ላብ ውግእ ከእትይዎም ወዲኦም ምዃኖም ነረጋግጽ ካብ ዝኾነ ኣርምሞ ድሕሪኡ ብውሽጢ ውሽጢ ክንገሮም ጌርና ተበቲኖም ክሓድሩ ንገብር ብዙሓት ኣርምታት ተበቲነን ክሓድሩ ጌርና ኢና ላብ ውግእ ከእትይዎም ኢሎም ማለት እዩ ብዙሕ ግዜ ውግእ ፕላን ገይሮም ፌል ገይርዎም እዩ ስለ እንታይ እዩ ኮይኑ ከምኡ ዝብል ተልካ ኣብ ትግራይ ዘሎ ሰራዊት ዋላ ኣመራርሓ እዩ ዝለካ ዘለዎ ዋላ ኣመራርሓ ኣርሚ ኣመራርሓ ኣሎ ግንባር ኣመራርሓ ኣሎ ኣብቲ ኣመራርሓ እሱ ኮይኑስ ነቲ ካይዳ ዘይቕበል ብጣዕሚ ብዙሕ ኣመራርሓ ኣሎ ብዙሕ ተጋዳላይ ኣሎ ኣብቲ ፖለቲካ እውን ከምኡ ኣብቲ ፖለቲካዊ መሪሕነት እውን ከምኡ ኣብ ዞባታት ኣብ ወረዳታት ኣብ ክልል ዘሎ መሪሩዎ ከምቱ ንንጥዓመ ዝረኸብዎ ከይንረክብ ካብ ዓድና ከይንስደድ ከይንፅገም ስድራና ከይብተን ታርጌት ከይንግበር ኢሎም ፈሪሖም ርእሶም ኣድኒኖም ዝነብሩ ሓበሬታ ግን ዝምግቡ መዓት ኣለዉ በሽ መዓት ገለገሊኡ ስእልካ ከም ዘለዎ ኣይትፅሕፎን እቲ ሓበሬታ ጥራሕ ከበፅሖ ጌርካ ክትፅሕፎ ከለካ እቲ ኣዌርነት ክፍጠር ኢካ ትገብር ስፔሲፊካል ናይ ኣርሚ ዓሰርተ ሰለስተ ተወሲድካ ሓቂ ንምዝራብ ካብ ባዕሎም ካብቶም ናይ ምዕራብ ግንባር ዘለው ሰባት እያ ሪኸዮ ካብቲ ግንባር እየ ዝለካ ዘሎ ካብ ኣርሚ ኣይኮነን ኣርሚ ዓሰርተ ሰለስተ ሞባይሎም መንጢሎሞም ኣለው ጽዒኖም ክወስድዎም ኢዮም ስለዚ ዝከኣልኩም በቃ ደቅኹም ኣውጽኡ ቤተሰብኩም ኣውጽኡ ኢልና ከማይለ ብምጽሓፈይ ባይ ዘ ወይ ልዕሊ ሰለስተ ሚእቲ ኣርባዕተ ሚእቲ ዝኾኑ ተጋደልቲ ምስ ክላሾም ምስ ግዝዖም ኣምሊጦም ኢዮም ሰራዊት ናብ መሸጣ ክቅድሚ ምውሳዱ መርስነሪ ኮይኑ ብሓምሳ ዶላር ሂወቱ ካብ ዘጥፍእ ናብ ሱዳን ተወሲዱ ንኣልቡርሃን ክሕግዝ ኣብኡ ከንቱ ሞት ካብ ዝመውት ኣብ ዓዱ ተበቲኑ ክጸንሕ እሞ ሂወቱ ከድሕን እዩ እቱ ሜሴጅ ምስሩ ግልጺ እዩ ከምኡ እዩ ነይሩ ኣጋጣሚ ኮይኑ እንደውም ይገርመካ ኣነ ቀትሪ ጽሒፈዮ ንሱ ምሸት ምስ ኦርያ ሚድያ ኢንተርቪው ነይሩኒ ሰዓት ሽዱሽተ ለይቲ ላይቭ ሽዑ እውን ገሊጸዮ እየ ኣርሚ ዓሰርተ ሰለስተ ይወስድዎ ኣለዉ እንዳውም ወሲዶምዋ ግዛዕ በልኩ ክወስድዎም እዩ ሞባይል መንጢሎሞም እዮም ኢለ ኣጋጣሚ ሽዑስ መጥቃዕቲ ይካየድ ነይሩ ማለት እዩ እቲ ካዥዋሊቲ ክቕነስ ናይ ባዕለይ ተዋፅኦ ገይረ እየ ኢለ ልኣምን። ምኽንያቱ እቶም ዘምለጡ እውን እቶም ዘሊሎም ዘምለጡ እውን እቶም ቀዲሞም ዝጠፍኡ እውን ህይወቶም ኣድሒኖም እዮም ፋይናሊ እቱ ሓደጋ ዝበፅሖ ከዓ ብጣዕሚ የሕዝን ኣዶ ትግራይ ንዙይ ዘይበሃል ዕላማ ዝሞተ ወዳ ክትርዳእ እያ ጽባሕ። ቀሺ መኣር ዝኸበርኩም ተዓዘብቲ እዚ ቃለ መሕተት ከምቲ ክንከታተሎ ዝጸናሕና ይመስል ብሓፈሻ ኣብዚ ቃለ መሕተት እንታይ ተዓዚብኩም ወይ ድማ ኣብኡ ዘለኩም ርእይቶ እንታይ እዩ እስኪ ኣብ ቦታ ኮሞንት ጸሓፉለይ ብዝቕጽል ዝኸበርኩም ተዓዘብቲ ንህዝቢ ትግራይን ንትግራይን ደስ ዝብል ዜና ኣሎ እቲ ዜና ውን ኣብዚ ማሕበራዊ ሚድያ ክዘዋወር ሰሚዕኩምዎ ትኾኑ ኢኹም ካብዞም ኣብ ውዕሊ ፕሪቶርያ ቅድሚት መሪሖም ነዚ ውዕል ክፍጸም ዝገበሩ ሓደ ዝኾነ ኦባሳንጆ በዚ ሎሚ ዕለት እዚ ኣብ መቐለ ከምዝኣተወ ተሓቢሩ ኣሎ እስኪ ተኸታቲልናዮ ንምጻእ። ሎሚ ካብ ከተማ መቐለ ዝተሰምዐ ዜና ናይ ውዕሊ ፕሪቶርያ ኣደራዳሪ ዝነበረ ኦሊሰን ኣባሳንጆ ምስ ናይ ኣውስትራልያን እንግሊዝን ተወከልቲ ጉጅለ ልኡኻት ብምዃን ሎሚ መቐለ ከም ዝኣተዩ ተሓቢሩ ኣሎ ማለት እዩ። እዙይ ናይ ድርድር ከይዲ ወረ ኹናት ወይ ኩናት ዝተርፈሉ ተፈናቐልቲ ላብ መረበቶም ዝምለስሉ ይግበረልና ማለት እዩ። ከም ትግራዋይ ኣብዚ ሀዚ ሰዓት ኦረዲ ዝተጎደኣ ዝተሃሰየ የለን ወረ ጦርነት እውን ክሰምዕ ኣይደልን ጦርነት እውን ከካይድ ኣይደልን ኣብዚ ሰዓት ጦርነት ዝበሃል ኩሉ ከም ዝሰልቸየና ኩሉ ከም ዝፈንፈኖ ርኢና ኣለና ምክንያቱ ውፅኢቱ ሞትና ውፅኢቱ ናይ ሰበ ስልጣን እንትን ስለ ዝኾነ ማለት እዩ እና እዙ ናይ ድርድር ከይዲ ኦረዲ ሙሉእ ሰላም ይግበረልና የቐንየለይ እሽምባር ዝኸበርኩም ተዓዘብቲ ከምቲ ዝሰማዕናዮ ማለት እዩ እዚ ሓበሬታ እቲ ናይ ውዕሊ ፕሪቶርያ ቀንዲ መራሒ መዳራደሪ ዝነበረ ኣካል እዩ ምስ ካልኦት መሳርሕቱ ኮይኑ ናብ መቐለ ኣትዩ ዘሎ እቲ ኣብ ውዕሊ ፕሪቶርያ ዝተፈረመ ዋላ ድኣ ተግባራዊ ኣይኹን እምበር ሕዚ ናብ መቐለ ምምፅኦም ዓብዪ ተስፋ ዘለዎ እዩ ምኽንያቱ እቲ ውዕሊ ፕሪቶርያ ዝተፈረመ ከም ብሓዱሽ ናብ ተግባር ንኽኣቱ ፃዕሪ ክግበር ስለ ዝኽእል ተስፋ ዘለዎ እዩ ምኽንያቱ ካብዚ ዘለናዮ ኲናት ወረ ዂናት ወፂእና ናብ ሰላም ተስፋ እንገብረሉ ብጣዕሚ ደስ ዝብል ዕዱል ኢለ እየ ዝሓስቦ ከም ኣነ ማለት እዩ ብዝቕፅል ነቲ ኩነታት እዚ ሓደ ተጋዳላይ ዝሃቦ ሓሳብ ኣሎ ንሕና ኣብዚ ሕዚ ሰዓት ናይ ውዕሊ ፕሪቶሪያ ናይ ምትግባር ሓሳብ የብልናን ምክንያቱ ውዕሊ ፕሪቶሪያ ፈሪሱ እዩ ስለዚ እዞም ሕዚ ናብ መቐለ ኣትዮም ዘለዉ ናይ ውዕሊ ፕሪቶሪያ ኣደራደርቲ ዝነበሩ ኣካላት ብወገን ትግራይ ተቐባልነት ክህልዎም እንድሕር ኮይኑ እቲ ትግራይ ትሓቶ ኣብ ውሽጢ ዕስራን ኣርባዕተን ሰዓት ክምልሱ ዝኽእሉ እንድሕር ኮይኖም ጥራሕ ኢና ክንቅበሎም ክብል ሓደ ተጋዳላይ ዝገለፆ ኣሎ ብሓፈሻ ሕጽር ዝበለት ሓንቲ ቪድዮ ኣላ እስኪ ተኸታቲልና ኢና ንምጻእ። ብመሰረቱ ውዕል ብርተርያ ፈሪሱ እዩ። ካልኣይ ውዕል ብርተርያ ነጣይሽ ተኮይና እምበር ውዕል ብርተርያ ፈሪሱ እዩ። ነዚ ዝፈረሰ እናፀገንካ ኣይንበርን። ሰለስተ ዓመት ምሉእ ተለሚኑ እዩ። ነዚ ለመና እዚ ከም ፍርሒ ቆፂርዎ ከም ድህመት ቆፂርዎ ዓቕሚ ከም ዘይብልና ፈሊጡ ዓቕሚ የብሎምን ኢሉ ኩሉ ክገብር ሞኪሩ ንሕና ኩሉ ንሰላም ንትዕግስቲ እምበር ካብ ኢትዮጵያ ኣይኮነን ካብ ኣፍሪካ ኣብ ላዕሊ ዓቅሚ ከምዘለና ድማ ኣራጊፅናሉ ኢና ቅድሚ ሕጂ ኣይኮነን ሎሚ ኩሎም ምስ መሻክርቲ ንበሩ ኩሎም ናብ ኢድና እቲናዮም ቅድሚ ሕጂ እዛ ኩላ ሰለስተ ወይ ስሳ ንግሮ ከይቡ እውን ከሸንፈና ኣይከኣለን ኣሸኒፍናዮ ኢና ሕጂ እውን ክብል ዝደሊ ኣነ ንመንግስቲ ትግራይ እዩ መንግስቲ ትግራይ ኣብዚ ሕጂ ሰዓት ኣብ ከምዚ ዓይነት ሸልሓጥሓጥ ኣብ ከምዚ ዓይነት ሸታሕታሕ ኣብ ከምዚ ዓይነት ጭቃ ኣትዩ ኣብቲ ጭቃ ሸታሕታ ክብል እየ ተኢሉ ንባዕለይ ይበል ንባዕለይ ይበል መንግስቲ ሒዘ ዝመፀ ይምፃእ ዝብል ተባሂሉ መንግስቲ ንሕና ኢና ሂብናዮ መንግስቱ ንሕና ክነውርዶ ኢና ደብረፅዮን ካብታ ወንበር ብክሳድ ሓኒቕና ክነውርዶ ከም ንኽእል ትፈልጦ ዶ ደብረፅዮን ኣብዚ ሕዚ ሰዓት ቀልዲ የለን ህዝቢ ትግራይ ኣብዪ ኣሕመድ ኣብዚ ሕዚ ሰዓት ንሰላም ደልዩ ዘይኮነ ግዜ ክገዝእ ዝኾነ ምድንጋር ንክፈጥር ኣብ ህዝቢ ትግራይ ዳግም ን ናይ መጠረሻ ንምጥፋእ ዘዘጋጀሉ ኩናት እስካብ ዘስተኻኽል የማን ፀጋም ዘለዉ ናበይ ንፋስ ውዒሉ ንምርኣይ ክጥቀመሎም ዝኽእል መንገድታት እምበር ብትኽክል ንሰላም ኢሉ ኣይኮነን መፂኡ። ሕጂ እውን ዶክተር ደብረፅዮን ክጥንቀቕ ዘለዎ ሓደ ብመሰረቱ ክፍለጥ ዘለዎ ዶክተር ደብረፅዮን ንበይኑ ኣብ ድርድር ክቐርብ የብሉን። ኮሚቴ ኣሎ፣ ኮሚቴ ተዋቒሩ ካብ ውትድርና ይኹን ካብ ስቪላት ይኹን ካብ ካብ ኩሎም ዝተዋፃፅኡ ተደራደርቲ ዶክተር ደብረፅዮን ሒዙ ክቐርብ ኣለዎ እዚኣ ሒዙ ቀሪቡ ዋላ ክኸውን ተዝኸውን እውን ናይ መዓልታት ዘይኮነስ ናይ ሰዓታት ዓሰርተ ክልተ ሰዓት ኣሎ ሽዱሽተ ሰዓት ኣሎ ኣብ ትሕቲ ሰዓት ካብኡ እንዲ ክወሃብ ይግባእ ምክንያቱ ህዝብና ኣብ ፅንተት እዩ ዘሎ ናይ ኣብይ ኣሕመድ ጉጅለ ከዓኒ ብድሮን የለ ብላዕሊ ብኩሉ ይኸበና ኣሎ ብድሮን እውን ይቕጥቅጠና ኣሎ ነዚ ኩነታት እዚ ቀልጢፉ መልሲ ዝህብ መንገዲ መቐዘና ንድሕሪት ከይ ክስሓብ እንዳሃለወ እታ ዝብላ ዘለዋ እታ ድርድሩ እንተኮይና እውን መዓልትን ሰዓትን ሂብካ ቅድሚያ እታ ደልያ ትግራይ ተቐቢሉ መሬትና ኣብ ዝሓፀረ ሰዓት ክምለስ ኣለዎ ባጀት ናይ ትግራይ ኣብ ዝሓፀረ ሰዓት ክምለስ ኣለዎ ኩሉ ነገር ትግራይ ትደልዮ ሕቶ ኣብ ውሽጢ ዓሰርተ ክልተ ሰዓት ክምለስ ኣለዎ እንተዘይኮይኑ ግን ግዜ ግዜ መግዝእ ንዝግበር መንገዲ ምንም ተቐባልነት የብሉን ካሊእ ሓደ ነገር ኣሎ ኣብይ ኣሕመድ ምስ መን ይደራደር ምክንያቱ ንሕወሓት ኣይፈልጠክን ኢልዋ እዩ ዝተጠራጠሩ ሰባት ምሳኦም ዘለዉ ኢሉ ኣሎ በዓል ፃድቃን። ኣባሳንጆስ መን ይኸዳራደር መፅዩ ዶስ ካብ ኣብይ ኣሕመድ ውቅና ውጭ መፅዩ ኣባሳንጆ ኣነ ግልፀ ኣይኮነለይ ብስርግቢ ዋላ ይምፃእ ኣይትምፃእ ስለዘይበሃል እቲ ትግራይ ትደልዮ ሕቶ ኣብ ውሽጢ ዓሰርተ ኣርባዕተ ሰዓት ዘማልኦ ተኾይኑ ያው እቲ ሰላም ምንም ሽግር የብሉን። ካብዚኣ ወፃእ ግን መኸተና ንድሕሪት ክትዕፀ ዘላ ዋላ ንሰከንድ ዋላ ንደቂቃ ጠጠው ክትብል ከምዘይብላ በዚ ኣጋጣሚ ንመንግስቲ ትግራይ ክፅውዐሉ ይደሊ ህዝብና እውን በዚ ኣጋጣሚ ክከታተሉ ይደሊ ክብለካ ደሊ እየ። እሽ እምበኣር ዝኸበርኩም ተዓዘብቲ ከምቲ ክንከታተሎ ዝጸናሕና ማለት እዩ እዚ ተጋዳላይ ካብ ትግራይ ኮይኑ እዩ እዚ ሓሳብ ክህብ ጸኒሑ ብሓፈሻ እንድሕር ኦባሳንጆ ንድርድር መጽዩ ኮይኑ እቲ ትግራይ ትሓቶ ኣብ ውሽጢ ዓሰርተ ክልተ ሰዓት ክምለስ እንድሕር ዝኽእል ኮይኑ ጥራሕ ኢና ክንቅበሎ ዘለና ከምኡ ውን ደብረጼን በይኑ ክኸይድ የብሉን ካልኦት መዳርግቲ ኣካላት ሒዙ ክኸይድ ኣለዎ ስልጣን ስለ ዘለኒ ኢሉ በይኑ ክውስን የብሉን እንድሕር ባዕልና ዝሃብናዮ ስልጣን ክጥቀመሉ ፈቲኑ ብክሳዱ ሓኒቕና ክነውርዶ ኢና ክብል እውን ተሰሚዑ'ሎ ዝኸበርኩም ተዓዘብቲ። ሽምባር ዝኸበርኩም ተዓዘብቲ ካብዚ ብምቕጻል ናብ ጉዳይ ትግራይን ኤርትራን ክንሰግር ኢና። እቲ ሎማዓንቲ ኣብዚ ማሕበራዊ ሚድያ ኣዘራራቢ ኮይኑ ዝረኸብኩዎ ሓደ ቪድዮ ኣሎ። እዚ ሓበሬታ እውን ከም ዝፍለጥ ኣብዚ ሕዚ ሰዓት ብወገን ኢትዮጵያ ንጽምዶ ሓያል ዝኾነ ተቓውሞ ኣሎ እዩ። ነዚ ስዒቡ ኣማኒኤል ኣሰፋ ምኽትል ፕሬዚዳንት ናይ ትግራይ ማለት እዩ እቲ ጽምዶ ህዝቢ ንህዝቢ ርክብ እምበር ምንም ዓይነት ፖለቲካዊ ትሕዝቶ የብሉን ክብል ነዚ ብወገን ኢትዮጵያ ዝወሃብ ዘሎ ሕማቕ ዝኾነ ግብረ መልሲ ትኽክል ከም ዘይኮነ መብራህርሂ ይህቦ ኣሎ እስኪ ተኸታትልና ንምጻእ። ምስ ኤርትራስ ምስ መንግስቲ ርክብ መንግስቲ ኢትዮጵያ ዝፈልጦ ግልፂ ርክብ ጀሚሮም ዝነበሩ ሰባት ሓቂ ዝፈልጥዎ ሰባት ነዛ ህዚ ኣብ ዛላምበሳ ኣብ ግዛዕ ትግበር ናይ ህዝቢ እንኳዕ ተራኸብና ሰላም ዶ ክመፀና ይኾን በቃ ድሕሪ ሕዚ ናብ ኮንያት ከይንኣቲ ናይ ፖለቲካ ሓይልታትና ንምከር ኢሉ እቲ ህዝቢ ተዛትዩ ስቆ እዩ ዝብል ዘሎ። ንሕና ሰላም ኢና ንደሊ፣ ኣሕ- ኣሕዋት ኢና። ከምቲ ናይ ቀደምና ኣብ ሓዘንን ኣብ ደስታን ብሓደ ክንውዕል፣ ክንዋሰብ፣ ክንራኸብ ኢና ንደሊ። ኢኮኖሚያዊ ምትእስሳር እዩ ዘድልየና፣ ማሕበራዊ ምትእስሳር እዩ ዘድልየና፣ ምድግጋፍ እዩ ዘድልየና፣ ናይቲ ሓደ ጥፍኣት ናተይ ጥፍኣት እዩ ምብህሃል እዩ ዘድልየና፣ ምትሕዝዛን እዩ ዘድልየና። ዝጠፍአ ጉዳይ ቅድሚ ሕዚ ዝተፈጸሙ በደላት እውን ምክሕሓስ እዩ ዘድልየና ዝብል ዘሎ ህዝቢ ምቁንጻብ እዩ እቲ ብጣዕሚ ካብ ተጋሩ ዝመጽእ ዘሎ ነገር እዩ ኣነ ብጣዕሚ ዝስታይ ዝብለኒ ንሱ እዩ ዝቁርቁረካ ዋ ግን እዞም ህዝብታት እዚኣቶም እንተደልዮም ግን ህዝቢ ትግራይን ህዝቢ ኤርትራን ንሕናሲ ኣይንፈላለን ኢሎም እንድሕር ወሲኖም ግን ዝኾነ ሓይሊ ደው ከብሎም ኣይኽእልን። ዝኾነ ሓይሊ ደው ከብሎም ኣይኽእልን። እዞም ህዝብታት እዚኣቶም ሓቢሮም እዚኦም ህዝብታት እዚኣቶም ናብ ሕውነትና ኢና ንመለስ ተኢሎም ሲ ነዚኣ ተዓቅፍ ከተዓናቕፍ ብዙሕ ሰብ ክፅዕር ይኽእል እዩ፣ ግን ጉልበት ዘለዎ ይመስለኒ ሕወሓት ይኹን ግዜያዊ ምምሕዳር ይኹን ሰራዊት ትግራይ እውን ተዘይደልያ እውን እኮ ነዚኣስ ክዕንቅፋ ተዝደሊ እውን ባዕሉ እዩ ዝጠፍእ ከመይ መ- መ- መን ማለት ሲ ድሕር ስርዓት ብዘለዎ መንገዲ እቲ ህዝቢ እዚ ጉዳይ እዚ እንድሕር ደልይዎሲ ንሕና እኮ ናይቲ ኣብቲ ውሽጢ ህዝቢ ንነብር ባእታታት ኢና እምበር ህዝቢ እኮ ኣይኮናን ባዕልና ህዝቢ እኮ እዩ ዝውክለና ንሕና እኮ ናይ ህዝቢ ድሌት ኢና ንውክል እምበር ናይ ባዕልና ድሌት ክንፅዕኖ ኣይንኽእልን እኮ ስለዚ እቲ ህዝቢ እንተደልይዎ እቲ ሕውነት እንተደልይዎ ሰላም እንተደልዩ ለውቲ ህዝቢ ክገብሮ ኣለዎ ክቕፅል ኣለዎ ካሊእ ሸርሕታት ካሊእ ግዛዓት ከይህልዎ ኢሉ ዝሓስብ እንተሃልዩ ግን ተሓንሱ እንዶ ናብ ሰላም ይምፃእ እዚስ ብቐሊሉስ ምርግጋጽ ይከኣል እዩ። እቲ ናይ ህዝቢ ትግራይ ጸገም እንዶ ንሱ ንባዕሉ ይፍታሕዮ መጀመርያ ብዛዕባ ካሊእ እዚ ኮነ ከምዚ ተሓሰበ ከምዚ ተገበረ ምክንያቱ ብኣንቶም ከም ሓቢሮም ስለ ዝነበሩ ንጥፍኣት ሓቢሮም ስለ ዝነበሩ ስካሊእ እውን ንጥፍኣት ይሓብር ኢሎም ድዮም ዝሓስቡ ዘለዉ ንሕና ኣይኮናን ኢና ንብል ዘለና ኣይኮነን ናይ ህዝብታት ምርኻብ እዩ ናይ ህዝብታት ምርዳእ እዩ እቲ ህዝቢ ኣብቂም ክነብር ስለ ዘይደለየ እዩ ዝገብሮ ዘሎ ናይ ሕውነት ርክብ እዩ ንብል ኣለና እሺ ማር ዝኸበርኩም ተዓዘብቲ ከምቲ ክንከታተሎ ዝጸናሕና ኣማኑኤል ኣሰፋ ማለት እዩ እቲ ርክብ ናይ ህዝብታት ማንም ሰብ ደለየ ፈተወ ክዓግቶ ኣይኽእልን ጥራሕ ናይቲ ህዝቢ ድሌት እዩ ክውስኖ ዝኽእል ክብል ተሰሚዑ ኣሎ ዝኸበርኩም ተዓዘብቲ ብዝቕጽል እውን ዝኸበርኩም ተዓዘብቲ ኣወል ስዒድ ብዛዕባ ጽምዶ ትማሊ ኣብ ዝሰርሖ መደብ ኣዘራራቢ ዝኾነ ሓሳብ ኣቕሪቡ ነይሩ እስኪ ተኸታቲልና ንምፃእ። ኣብሉ ፕረዚደንት ትራምፕ ምስ ኤርትራ ሰላም ክገብርን ክሰማማዕን ክጸምድን እናሓተተ፣ ፕረዚደንት ግን ንኣሜሪካ ነቒፍዋ፣ እዚ ድማ ነቲ ርክብ ከበላሽዎ ይኽእል እዩ ክብሉ ሰሚዐ ነይረ። ከምዚ እዩ እቲ ጉዳይ። ሰብ ቁሩብ ደው ኢሉ ንመትከል መንግስቲ ኤርትራ ካብ ቀደም ክሳብ ሎም ክፍትሽ ክኽእል ኣለዎ። ብወገነይ ውልቃዊ ትንታነይ ከቐምጥ። ሻዕብያ መትከሉ ንጽርቲ እያ። ምስ ግዜ ዘይቅየር ኣብ ምክብባር እተመርኮሰ ንሓባራዊ ዞባዊ ረብሓ ዘገልግል ጽምዶ ምስ ሃገራት ምግባር። ኣሜሪካ ትኹን ካልእ ሃገር ኣብ ልዕሊ ኤርትራ ዝገበረኦ ሰፍ ዘይብል በደል ክእርማሉን ናብ ቅኑዕ መኣዝን ክምለሳን እንከለዋ መንግስቲ ኤርትራ ሓንጎፋይ ኢሉ ከም ዝቕበሎን ከም ዝጽዕረሉን ፕረዚደንት ኢሰያስ ኣብ ቃለ መሕትቱ ብተደጋጋሚ ዝገለጾ እዩ። እንተኾነ መንግስቲ ኣሜሪካ ናብ ኤርትራ ኣብ ዝለኣኾ ደብዳቤ ጽቡቕ ድሌት ስለ ዘርኣየ፣ መንግስትን ህዝብን ኤርትራ ናብ ጎደና ወጺኡ ኮቦሮ እናደሰኸ ኣሽነይ በለ ክብል ዝጽበ ሰብ ክህሉ ኣይክእልን። በቲ ሓደ ወገን ከም ባህሊ ኣይጸንሐናን፣ በቲ ሓደ ወገን ድማ ገና እቲ ምስ ኣሜሪካ ዝግበር ጽምዶ ከማልኦ ዘለዎ ጉዳያት ስለ ዘለዎ እዩ ፕረዚደንት'ውን ከም ሓፈሻዊ መትከል መንግስቲ ኤርትራ ኣብ መደርኡ ዘንጸባረቖ። ስለዚ ሕጂ ውን ዘይባህሊ ህዝባዊ ግንባር ብንእሽቶን ዓብን ፍጻመታት ሆ ዘይበልኩም ዝብል ሰብ ንጸኒሕ መትከልና ክርድኦ ምዝኽኻር ኣገዳሲ እዩ። ነዚ እተጉልሕ ንእሽቶ ግን ከኣ ዓቢ መልእኽቲ ዘለዋ ነዚ እንብሎ ዘለና ናይ ሻዕብያ መትከል እተርዓጽ ጻር ቪድዮ ክጋብዘኩም።

ኣብ ዛዛሚ ኹናት ተጋደልቲ ነስመራ ክኣትዉ ቀሪቦም እንከለዉ ተጋዳላይ ፍሊጶስ ንኣስመራ ኣማዕዲኑ እናረኣየ ኢና እንርኢ ዘለና። ጋዜጠኛ ነቲ ናጽነት ኤርትራ ዘረጋገጸ ስርሒት ካብ ዝመርሑ ንዝነበሩ ኣዘዝቲ ሓደን ዝኾነ ተጋዳላይ ፍሊጶስ ከዘራርቦ እዩ ዝቐርቦ ዘሎ። ተጋዳላይ ፍሊጶስ ግን ካብታ ማይክሮፎን ክሃድም እዩ ዝረኣ ዘሎ። እቲ ጋዜጠኛ ነታ ቃለ መሕትት ከንውሓ ክፍትን እንከሎ፣ እቲ ኣብ ስራሕ እምበር ኣብ ዘረባን ንዓወት ዓብይ ጽንብል ዘይገብርን ተጋዳላይ ግን ካብታ ቃለ መሕተት ይሃድም። ንሰላሳ ሰከንድ እውን ኣይተዛረበን። ዘገርም መትከል ህዝባዊ ግንባር ብግብሪ ዝተራእየሉ ቃለ መሕትት እዩ። ኣነ እውን ትዝክሩ እንተኾንኩም፣ ብዛዕባ ሰበ ስልጣን ብልጽግና፣ ብፈኸራታት ብርሃኑ ጁላን ባጫ ደበሌን ካልኦትን ኣብ ማሕበራዊ መራኸቢ ዓዕ ይብሉ ኣለዉ ብዝብል ኣብ መመረቕታ ዲጋ ረኺበ ብዝሓተትክዎ ካብ ሓንቲ ካልኢት ዘይትነውሕ መልሲ ይህብኒ። ዝዛረቡ እቶም ዝዛረቡ እቶም ግዜ ዝረኸቡ እዮም። እቶም ግዜ ዘይረኽቡ ከኣ ኣብ ስራሕ ኣለዉ ማለት እዩ። የቀንየልና ክቡር ጀነራል። ድሕሪ ሰላሳን ሓሙሽተን ዓመት ናይዚ ኣጋጣሚ እዚኣ ማለት እዩ ብወገነይ ነዛ ቪድዮ ምስ ረኣኹ ንወዲ በሻሻ፣ ብርሃኑ ጁላን ጻድቃን ርእሲ ብርጭቕን እየ ዘኪረ። ከምዚ ዓይነት ንሃገሩ ናጻ ዝገብር ፍጻመ እንተ። እሺ እምበኣር ዝኸበርኩምን ዝኸበርክንን ተዓዘብቲ እዛ ዩቱብ ቻናል፣ ናይዚ ሎሚ ዕለት ዝነበሩ እዋናውን ሓደሽትን ከምኡ ውን ኣዛራረብቲ ዝኾኑ ዛዕባታት እዞም ክንከታተሎም ዝጸናሕና ይመስሉ። ኣብ ቀጻሊ ብካልኦት ሓደሽትን እዋናውን ሓበሬታ ተመሊስና ክሳብ ንራኽብ ንህዝብናን ንዓድናን ፈጣሪ ሰላም ይግበረልና እንዳበልኩ ኣነ ኣብዚ ክፍለየኩም ሰላም።